ኣብ ኣእምሮኹም ክንደይ ዘይተዓጸወ ፋይል ኣለኩም? ናይ ምንታይ ፋይል ኢኻ እዚ ዶ ትብሉ ኣለኹም? ኦኬ ሕጽር ዝበለ ክረዳእኩም። ኣብ ህይወትና ብዙሕ ውሳነታት ዘድልዮም ነገራት ኣለዉ። ግን ከኣ እስኪ ደሓን ክሓስበሉ፣ እስኪ ጽናሕ ደሓን ክርእየ እንዳበልና ዘቐመጥናዮም ብዙሓት ጉዳያት ኣለዉ። ሓቀይ ዶ? እዚኦም ዘይተዓጸዉ ፋይል ኣብ ኣእምሮና ተቐሚጦም ዘለዉ እዮም። እዞም ነገራት እዚኦም ከኣ ክሳብ ዘይዓጸናዮም እሞ ከኣ ካብ መዓልቲ ናብ መዓልቲ እንዳተደረቡ እንዳበዝሑ እንዳተወሰኹ ብዝመጹ ቁጽሪ ቀጥታ እዮም ምስ ርእሲ ተኣማንነትና ኣፌክት ዘምፅኡልና ኣብ ርእሲ ተኣማንነት ቀጥታ ዝኾነ ፀገማት እዮም ዝፈጥሩልና ብድሕሪኡ ንክንውስን ንሽገር ነገራት ቀልጢፍና ውሳነ ወይ ከዓ መዕለቢ ክንገብረሎም ንሽገር ብዘይርዳእና መልክዕ ከዓ ርእሰ ተኣማንነትና ከዓ ይጎድል ኣብ ህይወትና ብንኣሽቱ ዝመስሉ ነገራት ኖኖኖኖ እዚ ነገር እዚ ኣየድልየኒ ወይ ከዓ ኦኬ እዚ ነገር ፅቡቅ ቀልጢፈ ውሳነ ክህበሉ ኣለኒ ንብሎም ብዙሓት ነገራት ኣሎ ሓደ ነገር ካብ እስኪ ክሓስበሉ ድሓን እስኪ ፅናሕ ኢልና ካብ ከነቐምጦም ኖ እዚ ነገር እዚ ኣየድልየንን እዩ ኢልና ሪጀክት ክንገብሮም ይበልፅ ምክንያቱ እዞም ነገራት እዚኦም ውሳነ ክሳብ ዘይተዋሃበሎም ኣብ ኣእምሮና ዘይተዓፀው ፋይል ኮይኖም ኮፍ ዝብሉ ውዒሎም ሓዲሮም ከዓ ፀገማት ኣብ ርእሰ ተኣማንነትና ወይ ከዓ ኣብ ዝቐፅል ህይወትና ዓበይቲ ውሳኔታት ዘድልዮም ነገራት ንኸይንውስን ዘለዎም ተፅዕኖ ከዓ ኣዝዩ ዓቢ እዩ። ስለዚ እስኪ ነብስና ንፈትሽ። እንድሕር ዘይተዓጽወ ፋይላት ኣለዉና ወይ ኦኬ ኢልና ቀልጢፍና ውሳነ ንሃበሎም ወይ ከኣ ኖኖኖኖ እዚ ኣየድልየኒን እዩ ኢልና ከኣ ሪጀክት ንግበሮ። ብንኣሽቱ ነገራት ክንለማመድ ንኽእል ኢና። ኣብ ህይወትና ንኣሽቱ ውሳነ ዘድልዮም ቀልጢፍና ክንገብሮም ዘለና ነገራት ህልው ክኾኑ እዮም። እዚ ከም ንእሽተይ መለማመዲ ግን ከኣ ዓቢ ውጽኢት ዘምጽእ ነገራት እዩ። ስለዚ ኣብ ኣብ ህይወትኩም ሓደ ነገር ውሳኔ ዘድልዮ ክመጽእ ከሎ ካብ ሰሙን ንላዕሊ ኣይትሃብዎ። እስከ ክሓስበሉ እንድሕር ኢልኩም ኣብ ውሽጢ ሰሙን እንድሕር ዝኾነ ውሳኔ ወይ ከኣ ኣብ ዝኾነ መዕለቢ ክትበጽሑ እንድሕር ደይክኢልኩም ኖእ ሪጀክት ገይረ ኣለኹ ንግዚኡ ኣይደልየን ኢልኩም መዕለቢ ሃብዎ። ካብ ኮፍ ከተብልዎ ኣብ ኣእምሮኹም ኖእ ኢልኩም ክትዓጽዎ ይበልጽ።